ዋ ነታ ሰላም ከዓ ግርም ግን ትኽእል ኢኻ ነታ ሰላም ዳ እንታይ እያ ገይራትካ ድኣ ኣለኺ ዲኺ ቦታኺ ድኣ ኣለኺ ዲኺ ንዮ- ንዮርዳ በስማም ኢልካ ዘይትሕዛ እዛ ዮርዳ
ኣንታ መሻኻ ትሕዘኒ ዶ እሞ
እሞ ሕጂ ሓንቲ ነገር ዶ ክነግረካ ዴፍ ትኽክል ዶ ክነግረካ ንገረኒ እስከ ብስነ ስርዓት በቃ ንስኻ ጠባይ ኣለካ፣ ትሕትና ኣለካ፣ ብዙሕ ነገራት ፅቡቕ ብልጫታት ኣለካ። ሕጂ እቲ እቲ ኣርባዕተ ምሓዝካ ክትሕዝ ምፍታንካ ኣይትኸውን እያ። ክርስቲያን ኣርባዕተ ይሕዝኒ እዩ። ሕጂ ንስኻ ኒ- ኒውዮርዳ ከይድካ ጉያ ህገ- ጉ- ጉያ ትጎያ ንጉሆ ምድሪ እታ እዎ። መገዲ እታ መገዲ ፅንሓያ ኣብታ መገዲ ፅንሓያ ኣብታ ሕራይ። መገዲ ኣብታ መገዲ ፅንሓያ እሞ ሽዑ እናጎየኹ እየ ካብ ዓደይ መፅየ በላ ንዓ ጥራይ ሃብ ሕዛ ነይረካ ንጉሆ ንጉሆ ከምዚ ዛግራ ክትጎይ ዛግራ ክትሕዚ እየ ከበረኻ ዝበልዋ ትጎይላ ኣበይ ጓል ጎያስ ኣበይ እያ ክትበፅሕ ጎያስ መፅያስ ቡን ትሰቲ ናይታ ዮርዳኻ ዝኸፍአ በቃ ዝኸፍአ በቃ

ዋግስ እወ ሓደ ሰብ ፅሒፍለይ እምበር ሓደ እንታይ እንታይ ኢኻ ኸንካ ኣብቲ ኩዕሶ ክንረኸብ ኢና ዓዲ ኳላ ልዕልካና ገለገለ ኢልኒ ወይ ኣብቲ ኩዕሶ መፅእሲ ዓዲ ኳላ እንታይ ኢለ እዩ ኣነስ እምበር ኣይድውልለይን እዮም ነይ ነይ ነይ ኣይድውልለይን እዮም እንታይ እሞ እንታይ ስለ ዝበልኩ ክድውለለይ ክረኽበኒ ገለ ክድውለለይ ኣነ ደኣ ዋላ እቶም ፀላ

መን እያ ዮርዳ ድያ ሰላም ድያ ኣስሚር ኣይነእትዋና ናይ ኣስሚር ፈደሽደሽ ኢላ ዳርጋ በቃ ናታ ግደፈ ረሳ እያ
ሪዛይል ከያ ኣነ ከምኡ ዓይነት ካብዚን ክልተ ጥራይ
ላንጋ ላንጋ እንዲዮ መኮይነ ላንጋ ላንጋ ማለት ተባዓይ መህተ ኢሎም ደሪፎም ዋላ ሓንቲ ዋይ ላንጋ ላንጋ ኣይትኹን ምክንያቱ ላንጋ ላንጋ እኮ ነዚ ወዲ ወዲ ዘሩ እኮ ሃስይዎ ዘሎ እሱ እኳ እዩ ሓንሳ ኤርትራ ይብል ሓንሳ ትግራይ ይብል ሓንሳ ኣይ ከምዚ ላንጋ ላንጋ ይትኹን ወዲ ዞሮኸ ላንጋ ላንጋ ድዩ
በቃ ሓንሳ በቃ ዘይገብሮ የብሉን ስልሓን ግደፎ ዘይገብሮ የብሉ ድሕሪ ንስኻ ቦክስ ገጢምካ መፂብታ ናትካ ቦክስ ምጠም ብለካ እንድሕር ጎይኻ ጉያ ደንዋዳደር ብለካ ዝረኣየ እዩ በቃ ኩሉ ክኸውን ይደልዎ ዝዘሩ ኣብ ክንደይ ሕፅሩ ወዲ ዘሩ ኩሉ ክኸውን ይደልዩ
እታ መፅካ መልሰኒ ሕጂ እስኻሲ ምስ መን ክትቅልል ደስ ዝለካ ድፈረና እምበር ምስዞም ናይ ጅም ወዲ ጅም ኣይትዳፈር ኣታ ድሓን ፀገም የለን ዋይ ክላ ኣነ እኮ ነግረካ ለይቲ ምድሪ እኳ እየ ዓሰርተ ክልተ ሜተር ንታሕቲ ኣትየ ፀንሐ ዘይተኣደነ እየ እምኒ ውፅኤ እዚ ሓፂን ኣልዒሉ ገለመለ ጎል ክነግረካ ቁም ዝበሃል የለን ካብ ኩሉ እንታይ ኣሎ መሲልካ ኣብ ኣብ ውይይታት ኣይንኸይድና ድሓን ናይ ርእሲና ንዛረብ ዘለና ሕጂ ድሓን ሰብ ኣብ ኣብ ወሱ ቅድሜኻ ምስ መፀ እዩ ዝውስኖ ማለት እዩ ሕጂ ዝብለካ ዘሎ ምስ መን ክትዕልል እዩ ደስ ዝብለካ
ምስ ኩለን ኣበይ መተረኺበን
ኣ- ኣነ ግ- ኣነ ግን እዛ ዮርዳ ለባም ኮይና ትስምዓኒ ካብ ኩለን ለባማ ናይ ናይ ዓሻ ምራብ ጉ- ዝሉ

እሳ ከዓ ያ ፅቡቅ ኣይፈደየትኒ እንዲያ ፅቡቅ ኣይፈደኽዋ እንዴ ታጎብዞ ዝነበረት ጉዳይ ርኢኹማ ኢኹም ምስ ደኑ ዕረቆም ጓልዓሚ ዝመተ ምርዓታ ክንደይ ዋየሪቱን ክፍዮም ኣንታ እዞም ህዝቢ እንታይ እዮም ኮይኖም ኣንቱም ሰባታታ ከመይ ኢኹም ኣታ ክቡራት ይሕዋት ዋእ ብቐዳማይ እካ ዴቭ ክንከሳሰር ሓቂ ዲኹም ትደልዩ ዴቭ ሓቂ ዘረባ ዶ ክነግረካ ብቐዳማይ እካ ንዓ እስኻ ምስኣ ከለኻ ወድያቶ ዘይትፈልጥ ክዳን ወድያቶ ትግበሮ እስኻ ትግበሮ ግድፋ ጥራይ ፈጨጭ ዝበል ኣብዛ ዓለም እዚ እንታይ ደኣ እማ ሓንሳብ ተፈጢራ እያ በቃ ፈጨጭ ዝበል ከምቲ ደስ ዝበላን ከምቲ ዝርድኣን ነዛ ዓለም ትርገጻ
ኖርማል እኳ ወዲያ ነይራ ኖርማል እኳ እዩ ረጁ ጥራይ
ማሺ ከም እኔን ዝወዲያ ዘለዋ
ከምኡ ጌራ ቡና ሰያትካ ትፈልጥ ዶ
ችት ኣነ ደኣ እሞ ክሕዞ እንዴ ከይተረዳእኒ ደርገፍገፍ ክብል ክሕዞ ኣይ ኣታ ሕጂ ኣብዚ ኣብዚ ትደፍር ኣታ ግደፍ ኣታ ግደፍ እንደዳ ፀሓይ ዓሪባ ኢልና እኳ ኢና ክነግረካ ክነግረካ ጓል ኣንስተይቲ ቀደም ባም ኣቢልካ ነርካ ተትኸውን ክነግረካ ሸሞንተ ግዜ ሂብካ ነርካ ተትኸውን ከምዚ ምበፅሐት ነራ
ሸመንተ ብሓደ ለይቲ እንታይ ዲኹም ንስኹም ሰባት ዲኹም እንታይ ትገብር ሙሉእ ለይቲ ትሓድር እንታይ ደኣ ኣብ ውሽጢ ክልተ ሰዓት ትህቦ እንታይ ትገብር
ውለ ሰኪመ እየ ክወፅእ ንደገ ምርዚ ትቦ ትብለን ዘለካ እንታይ ማሳገርካ እንታይ ማሕረሻ ዲኻ ትብዕ

ከይተማሄርኩም እንድዒ እንታይ ፈሊጥና ኩላትኩም ዘይ ኣታ ክልተ ኬፍ ክልተ ተማሂርና ስለ ዝኾንና ኢና ንዛረብ ዘለና ሞነይ እኮ ወዲ ጀጋኑ ዓርከይ ክልተ መጽሓፍ ተንብቡ ሓንቲ መጽሓፍ ተንብቡ በቃ ናይ ሸውዓተ ክልተ መጽሓፍ ሸውዓተ ኣይኮንኩን ሚልዮን ኣንቢበ ኣነ ሸሞንተ ሚልዮን ንገር ክትመርሑ ትደልዩ እንታይ ፈሊጥና ንሕና ኣነ ብዘይካ ኣነ እኮ መራሒ ክኸውን ዘይደሊ ሰብ እኮ የለን ሕጂ እስኻሲ መመሓደርካና ዶ
ና ኣብዚ ኮንኩን ከመሓድር ደልዮ ደሎ ፕረዘንት ክኸውን እየ ደሊ ደሎ

ኣምላኽ እንድሕር ሰሚርለይ ሕልመይ በቃ ዝኾነ ሰብ ዓ ዓሰርተ ክልተ ወይ ዓ ዓሰርተ ሰለስተ ቆልዓ ክወልድ ኣለዎ
ኦኬ ብመደብ ማለት ዲ ብመደብ ብመደብ ካብ ዓሰርተ ሰለስተ ብጀካ ብፈጣሪ ጠጠው ዝበለ እንድሕር ጠጠው ኢሉን ኢሉ መርመራ ክንገብረሎም ኢና እንድሕር ዘይኮነ ዓሰርተ ሰለስተ እንድሕር ዘይወለደ ሽዱሽተ ወለዲ ጠጠው ተይሉ ንሰለስተ ዓመትን ፈርዓን ክእሰር እዩ
እንታይ ንምግባር ንምግባር እዩ እዚ ህጂ ክንባዛሕ ማለት ዲ
ወቲ ትግርኛ ክበዝሕ
ትግርኛ እሞ ሰለስተ ወሊዱ ፋሕፋሕ ዝብል ዘሎ ትግርኛ ዶ ኣይኮነን ዝብል ዘሎ ደኣ እሞ እንታይ ትብሎ ደኣ እሞ ካብ ነብስኻ እስከ ውሰዳ እስኻ ሕጂ ፍትሕ እንዲኻ ከይደ ትማሊ ሙሉ መዓቱ ክልምና ውዒሉ ከመይ መስለክ እሞ ኣብታ ንዓይ ተፍቅርኒ ዲኺ ኢልዋ ኖ ኣይፍቅረካን ሕጂ ፍቕሪ ወፂለይ ኢላቶሲ ዋ ኣንቲ በጃኺ ሕጂ ደይ ንጅምሮ ኣነስ እቲ ዴቭ እንድዒ ገለ ደኣ ገለ ቫክቴራ ኣለዎ ቫክቴራስ ኣለዎ ገለ ምክንያቱ እዚ ሰብ እዚ ትምህርቲ የብሉን ቫክቴራ ዝበሃል ኣለዉ ብከመይ እዮም ዝመፁ እዞም ቫክቴራ ክትሪኦም ኣይትኽእልን ኢኻ ንስኻ ኣይተለምልዮምን ኢኻ ኣዝዮም ሰክተንቲቭ ዝኾኑ እዮም ኣዝዮም ደቀቕቲ እዮም። እዞም እዞም ባክቴርያ እዚኦም ኣብቲ ናትና ናይ ሓንጎልና ብሬክ እንብሎ ንሕና እሳቶም ይቋፀፀሩኻ ነቲ ሙሉእ ሓንጎልካ ይቋፀፀርዎ ሓንሳ ምስ ሃብካዮም ነቶም ኣብኡ ዘለዉ ባክቴርያ ኣብዚ ሓንጎልካ ዘለዉ ባክቴርያ ምስ ሃብካዮም ፍቕሪ ምስ በልካዮም ብዛዕባ ፍቕሪ ጥራይ እዮም ዝሕስቡኻ ካልእ ካልእ ኣይትሓስብን ኢኻ በቃ ሓንሳብ ስለ ፍቕሪ ዝበልካዮም እዞም ባክቴርያ ዝበሃሉ ይካኖሲ ይካኖታች ዩ ነው ዩካነሲ ዩካነታች ኣዝዮም ሰክንተቲፍ እዮም እቲ ዝደለይዎ ነገር ከዓ ባዕሎም እዮም ዝዛረቡ ንስኻ ይትዛረብኒ ኻ ንሳቶም እዮም በቃ ብዛዕባ ፍቅሪ ተዛረብ ብዛዕባ ፍቅሪ ተዛረብ ቅድሚ ሕጂ ሓንቲ ጓልከ ቢኮስ ዩ ነው ጉረሪን ትስሕቕ ኣለኻ ኣብዚ መፂኻ ጉረሪን ፅሉል ዳኣ ተኾይኑ እምበር እዚ ጉረሪን ሳቢ ነቲ ፊረሞ ኣንሕና ኣነ ክነግረኩም ኣሕዋት ስሬሰ ዝነግረኩም ዘለኹም ኣነ ሙሉ ለይቲ ከንብብ እየ ዝሓድር ሙሉ ለይቲ ሙሉ ለይቲ ከንብብ እየ ዝሓድር ሕጂ ዴፍ ብኩቱር እዚ ዴፍ ክነግረኩም እዞም ባክቴራ ዝበሃሉ ኢሞንያ ዝበሃሉ ኣለዉ ኢሞንያ እዮም ዝበሃሉ ኢሞና እዮም ዝበሃሉ ሕጂ ኢሞና ዝብለኩም ዘለኹ ሓደ ሰብ ኢሞና ተሓሒዛቶ እንድሕር ቀልጢፉ ዘይተሓከመ ናብ ኣዝማ እያ ትኸይድ ኖ ኮሚክ ግን ኣይኮነን እዚኣ ኢሞና ትበሃል ደቀቕቲ ሓሳኹ ኣለዉ ደቀቕቲ ሓሳኹ ኣለዉ ንስኻ ዝደለኻዮ ዘይኮንካ ትዛረብ ንሳቶም ዝደለይዎ ትሕዝኑ ኣለኹም ዝኾነ መልእኽቲ ጌጋ ከይከይድ ዝኾነ መልእኽቲ ጌጋ ከይከ ይርዳእኩም ኣሎ ይርዳእኩም ኣሎ ይርዳእኩም ኣሎ እንታይ ከም ዝብል ዘለኹ እወ ቲቸር ያ የስ ሕጂ ክትግደሰሎም የብልካን እንታይ ደኣ ይፈውሶም እንተልካኒ

ስሪ ስሪ ካፕ ዋተር ካፕ ድድበሃል ኣሎ ላ- ስሪ ስሪ ካፕ ስሪ ካፕ ዋተር ክሰተ ኣለካ ንጎተሲ ኢኻ ምክንያቱ እቶም ሓሳኹ እቶም ባክቴራ ንብሎም ዘለና ክ- ምእንቲ ንስኻ ወዲ ሰብ ልክዕ ናይ ወዲ ሰብ ኣተሓሳስባ ክህልወካ ሕጂ ዴቭ እንታይ እዩ ኮይኑ ዘሎ ን- ናይ ሰብ ክሓስብ ኣይክእልን ዴቭ ዴቭ ሕጂ ናይ ሰብ ኣይ- ኣይሓስብን እዩ ጥራይ ዝመፃሉ እዩ ዝዛረብ በቃ ዝመፃሉ በቃ ዝመፃሉ እዩ ዝገብር ፍቅሪ ፍቅሪ ንዝኾነ እዩ ዘፍቅር ዋላ ሕጂ ኣደይ ጉዐይ ምስኡ ኣትያ ኣብ ላይፍ ተይዕሊላ ኣደይ ጉዐይ ኣብ ራብዓይ መዓልቲ ኣፍቂረኪ ኣለኹ ይብላ በቃ ወላ ሓንቲ ክሳ ይብሉን ንሱ ይኮነን ዝብል ዘሎ ክትሕዝሉ የብልኩምን እቶም ባክቴራ ኣብቲ ናቱ ዘለዉ እዮም ኣብቲ ተቋፃፂሮም ኣለዉ ኣብቲ ብሬንግ ናቱ ተቋፃፂሮም ኣለዉ ተረዲኩም ኣሎ ኣሕዋት በቃ እሱይ እቲ ሽግር ዘሎ ሕጂ ሶ ዴፍ ፍቕሪ ዝበሃል የለን ካልኣይቲ ድማ እንታይ ትበሃል ኣሎ እዚ እዚ ፕራንክ ናይ ብኡ ገይርዎ ፕራንክ ናይ ብኡ ገይርዎ ፕራንክ ሲ ኢለኩም ኣነ ን- ነዚ ነዚ እ፣ ዴቭ ማሚ ኣይጠቐመቶን ማሕ ተብሎ ፕራንክ እዩ ስ፣ ፕራንክ ኣጥፍእ ኣቢሎም ክሳኳ እዩ ምስ ኣጥፍእዎ ካሜራ ኣታ ሃሲኽኒ እዙይ ኣታ ሃሲኽኒ ኣስናነይ እኮ ኣብ ቀረባ እዩ ዘሎ ኣስናነይ እኮ ልክዕ ከምዚ ናይ ጉርሪን ኣብ ቀረባ እዩ ዘሎ ብላ ማሕ ተብሎ ፕራንክ እዩ ስቕ በል ፕራንክ እዩ ተወዲኦም ዘማ ወዳት በቃ ተወዲኦም እዚ እንታይ ማለት እዩ እዚ እዚ ከዓ ውሽጣዊ ሕማም ካብ በሃል እዚ እዚ ፕራንክ እዩ ፕራንክ ማለት ይደነው እዩ ይደነው እዩ ቢኮስ ዩ ኣር ሲክ

ቢኮዝ ዩ ኖት ቲንክ ኣባውት ኤኒቲንግ ኣባውት ጉድ ኣድያ ያ ባይዘወይ ብዙሕ ነገራት እዩ ዘሎ እንታይ ፀገም እንታይ ኮይኑ እዚ ቆልዓ እንታይ ኮይኑ ንኹላተንስ ኣፍቂረክን ብእውነት እብለኩም ኣለኹ ንዮርዳ ከኣ ከምኡ ክብላ ሕጂ ንዮርዳ ከኣ ኣይኣተወትን ንሱ እምበር ዮርዳ ከኣ ከምኡ ክብላ እዩ ቀዳመይቲ እዛ ቆልዓ እዚኣ እንድያ ነይራ ዮርዳ ካልኣይቲ ነዚኣ ሕጂ ኣብያቶላ ናብ ዮርዳ ከይድ እዩ ዮርዳ ተፍቅርኒ ዶ የፍቅረኪ እየ በቃ ከምዚ ኣሎ መሽ ሰብኣይ ስርሑ ምስ ወደአ በቃ ናብ ገዛ ናብ ስዋ ዝኸይድ ስርሑ ውድእ ምስ ኣበለ ናብ ስዋ ናብ ስዋ ከይዱ ክልተ መለለ ክድሰቲ በቃ በቃ ኣበይ ኣሎ ኣይ ዶንት ኖው ዴቭ ኣይ ዶንት ኖው እንድዒ ዴቭ

ኣብ ዝኾነ መርዓ ኣነ እንድሕር ሳሲየ በቃ እታ ደርፊ እያ ትቕየር ኩሕላይ ሽደን ኩሕላይ ሽደን ተፈሪደናኻ እየን ኩለን ውሰደን ምክንያቱ ጉብዝና ኣሎ ናይ ሳዕስዒት ክእለት ኣሎ ናይ ፕሮቶኮል ኣሎ ናይ እ፣ ኩሉ እየ ዝኸውን ነው በቃ እቲ እቲ ኣረ ነው ካልኣይቲ ድማ እዘን መርዓ መርዓ ከይትክን ትሽልማ ማለት እዩ ኧረ እባክሽ እዘን መርዓ መርዓ ከይትክን ትሽልማ

ንጽባሒቱ ሽታ መርዓ ሃደሽ እሳ ዝሸለመት ዋኣቲ ንዕቶም ትሽልማ ንዕነ በጃ ከንተ ትሽልማ ኣብቲ መርዓ ከይትኩም ትሽልሙ ግደፉ እቲ ናይ መጻበበቂ ትገብርዎ እንድሕር ተፋቲሕኹም ኮይንኩም በጃኻትኩም ንዑ ረባ ከሻ ኣታታይ ኢና ክንብለኩም ኣታ ኣታ ዘም ተፋቲሕኹም ዘለኹም ናይ ሽልማት ትሰርሑ ነቲ መርዓ ገለ ትሽልሙ ዋዕ ተንዕ በጃኹም ኩላ መርዓ ወዲእኹማ እንታይ ኮይኑ እዚ መርዓ ድፋታሕ ዘለኹ ተበልኩስ ትማሊ እኳ ትዝ ኢልኒ እዛ ቆልዓ ሰይቲ ዴቭ ምስ ዴቭ ዝነበረሲ ገዛ መ- መርዓ መርዓ ከይዳ ትሽልም እዋ፣ እዛ ቆልዓ ድኣ እንታይ እያ ከይዳ ኢለ ሓደ ከዓ ሕቲ ተበልኩሉስ ተፋቲሓ ሓንቲ ኣላ ከዓ ተፋቲሓ ኩለን ተን ተፋትሓስ ገዛ ገዛ ከይደን ይሰርሓ መርዓ መርዓ